እዛ ንነብረላ ዓለም ብዙሓት ዓመጽቲ ጉጅለ ብዙሓት ባህልን ስርዓትን ሕብረተሰብ ረጊጾም ናቶም ንእሽቶ ዓለም ፈጢሮም ዝነብሩ ጉጅለታት እተኣናጊዳ እያ። እዚ ሕጂ ዝነግረኩም ቁሸት ፍልይ ዘብላ ግን ተባዕታይ ዝበሃል ፍጡር ክተእቱ ዘይትኽእል ኣብቲ ሰፊሕን ብጸሓይ ዝሓረረትን ቆላታት ሰሜናዊ ኬንያ እትርከብ ቦታ እያ። እዛ እሾኽ ብዝበዝሖ ሓጹር ዝተኸበበት ስፍራ እዛ ብጭቃን ሓመድን ብዝተሰርሑ ናይ ኣጉዶታት ዕስለ ዝተሸፈነት ቁሸት ካብተን ኣብ ምድሪ ዘለዋ ብባህርን ቅርጽን ፍሉያት ዝኾና ቦታታት ሓንቲ እያ። እዛ ቁሸት እሞወጫ እናተባህለት እያ ትጽዋዕ። እሞወጫ ማለት ድማ ብቋንቋ ስዋህሊ ሓድነት ማለት እዩ። ኣብ ሰሜናዊ ክፋል ሃገረ ኬንያ ህዝቢ ሳምቡሩ እናተባህሉ ዝፍለጡ ብምርባሕ ከፍትን ካልኦት ጥራይን ዝመሓደሩ ህዝቢ ኣለዉ። እዞም ህዝቢ ሃብታም ባህሊ ዘለዎም ኮይኖም ሕቡናትን ብጉስነት ዝፍለጡን ሰባት እዮም። ኣብ ውሽጢ እቲ ባህሊ ግን ንደቂ ኣንስትዮ ዝምልከት ከም ዓለቕቲ ዘጸግም ኣረሜናዊ ባህሊ እዩ ዘለዎም። ብባህሊ ህዝቢ ሳምቡሩ መሰረት ዝኾነት ጓል ኣንስተይቲ መሬት ክትውንን ኣይትኽእልን እያ። ጥሪት እውን ክትውንን ኣይትኽእልን። ትምህርቲ ናይ ምምሃር መሰል እውን ዳርጋ የብላን። ኣብ ዓዲ ኣኼባታት እንትህሉ እቶም ደቂ ተባዕትዮ ኣብ ውሽጢ ዓንኬል ኮፍ እንትብሉ እተን ደቂ ኣንስትዮ ድማ ኣብ ደገ ኮፍ ክብላ ይግበር። እዚ ከይኣክል ዝኾነ ሓሳብ ክህባ ኣይፍቀደለንን። ብገለ ኣጋጣሚ ሓሳብ ክህባ እንተኽኢለን እኳስ ፈጺሙ ክስማዕ ኣይኽእልን። ኣዋልድ ህዝቢ ሳምብሩ ገና ኣብ ንኡስ ዕድመአን ይግረዛ፣ ኣብ ልዕሊኡ ድማ ካብ ሽዱሽተ ዓመተን ጀሚረን ምስቶም ካብ ዕድመአን ሰለስተ ኣርባዕተ ዕጽፊ ዝዓብዩ ሰብኡት ክምርዐዋ ይግደዳ። ልዕሊ ተስዓ ሚእታዊት ኣዋልድ ሳምቡሩ በዚ መስርሕ ክሓልፋ ይግበር። ምኽንያቱ ባህሊ ስለ ዝኾነ። ምኽንያቱ ካብን ትጽቢት ዝግበር ስለ ዝኾነ። ምኽንያቱ ኣካል ናይቲ ህዝቢ ብምዃንካ ዝኽፈል ዋጋ ስለ ዝኾነ። ብሓይሊ ዝተዓመጸት ሰበይቲ እንተላ ዝኾነ ኣካል ኣየጽናዕናዕን እዩ። ብግልባጡ ንሳ እያ ትውቀስ። ንቤተሰባን ሰብኣያን ውርደት ከም ዘምጸእትሎም ይንገራ። በዓል ቤታ እንድሕር ወሲኑ ድማ ንደጊኣ ትድርበህ። ኣብ መወዳእታ ገዝኣ፣ ደቃ፣ ማሕበረሰባ፣ ስማ ኩሉ ተሓዲጋ ክትስእን ይግበር። እዚ ንደቂ ኣንስትዮ ትሕቲ እንስሳ ዝቖጽር ድሑር ባህሊ ኣብዛ ብደቂ ተባዕትዮ እትምራሕ ዓለም ኣብ ብዙሓት ክፋላ ንዘመናት ነቢሩ እዩ። ኣብ ህዝቢ ሳምቡር ግን ክሳብ ሕጂ እዩ ዝቕጽል ዘሎ። ርብቃ ሎሎሶሊ ዝተባህለት ኬንያዊት እምበኣር ኣብ መንጎ ህዝቢ ሳምቡሩ ኣብ መንጎ እዞም ንጓል ዝጸቅጥ ባህር ዝውንኑ ህዝቢ ኣብ ሽሕን ትሽዓተ ሚእትን ስሳን ክልተን ኣቋጽራ ኣውሮፓውያን ክትውለድ ዕጫኣ ኮነ። ርብቃ ንዓለም ከምቲ ዝጸንሓታ ዝተቐበለት ሰበይቲ ኣይነበረትን። ነዚ ኸኣ ገና መንእሰይ እንከላ ንብዙሓት ደቂ ተባዕትዮ ምቾት ዝኸልእ ሕቶታት ብምሕታት ጀመረቶ። እዚ ኸኣ ብባህሊ ሳንቡሩ ክትውቃዕ እኹል ምኽንያት እዩ ነይሩ። ልዕሊ ኩሉ ግን ርብቃ ሎሎ ሶሊ ነቲ ኣብ መጀመርታ ሽሕን ትሽዓተ ሚእትን ተስዓታት ኣብ ክልል ሳንቡሩ ዘጋጠመ ሓደ ኣዕናዊ ነገር ፈጺማ ክትቅበሎ ኣይከኣለትን። ኣብ ጥቓ ኣርቸርስ ፖስት ዝበሃል ቦታ ዓስኪሮም ዝነበሩ ወተሃደራት እንግሊዝ ንደቂ ኣንስትዮ እቲ ከባቢ ክዕምጽወን ጀመሩ። እዘን ብኣማይ ዝቑጸራ ዝተዓመጻ ደቂ ኣንስትዮ ኣብ መወዳእታ ጉዳየን ሕጋዊ መስርሕ ለቢሱ እኳ እንተነበረ ዝኾነ ፍትሒ ግን ክረኽባ ኣይከኣላን። ኣብ ክንድኡ ግን ግዳይ ናይቲ ድሑር ባህሊ ሳምቡር ክኾና እየን ተራእየን። ሰብኡተን ነጺጎምወን፣ ስድራ ቤተን ርኹሳት እየን ኢሎም ነጺጎምወን። ህዝቢ ኸኣ ሕሱራት ኢሉ ኣዊጁ በብሓደ ካብ ገዛ ኣውጺኡ ደርበየን። እቲ ዘጋጠመን ዓመፅ ከም ናተን ቁስሊ ዘይኮነስ ከም ናተን ሓጢኣት ተቖፂሩ ክኹነና መንገዲ ፀሪጉለን። ነዚ ፍጻመ እያ እምበኣር እቲ ዓመፀኛ ርብቃ ሎሎ ሶሊ ክትቀበሎ ዘይከኣለት። ነዚ ፍጻመ ምስ ረኣየት ነተን ዝተነጸጋ ደቂ ኣንስትዮ ኣኪባ ብዛዕባ መሰላተን፣ ብዛዕባ በደላተን፣ ብዛዕባ ፍትሒ ምስኣነን ክትምህረን ጀሚራ። ምኽንያቱ እተን ደቂ ኣንስትዮ እቲ ዝወረደን መዓት ናተን ሓጢኣት ምዃኑ ኣሚነን ብዕድለን የማረራ እምበር ብዱላት ምዃነን ኣይፈልጣን ዝነበራ። እንተኾነ ርብቃ ነዚ ሓቂ ክተምህር ምስ ጀመረት ብጉጅለ ደቂ ተባዕትዮ ናብ በረኻ ተወሲዳ ብሕማቕ ተወቕዐት። ርብቃ ተሃሪማ ኣብ ሆስፒታል ምስ ደቀሰት ኩሉ ሰብ ካብ ሕጂ ጀሚራ ብፍርሒ ኣፋ ክትሕዘልና እያ ኢሉ ደምዲሙ እዩ ነይሩ። ርብቃ ካብቲ ሆስፒታል ምስ ወጸት ግን ዝኾነ ሰብ ዘይገመቶ ናይ ዕቡዳት ዝመስል ሓሳብ ሒዛ እያ ወጽያ። ዓሰርተ ኣርባዕተ ዝኾና ብዱላት ደቂ ኣንስትዮ ኣኪባ ናይ ባዕልና መንደር ክንምስርት ኢና ኢላ ገረመተን። እተን ደቂ ኣንስትዮ ኣብ ጎደና ይነብራ ስለ ዝነበራ በቲ ሓሳባ ተስማዕምዓ። ብሓባር ኣብ ሓደ ሳዕሪ ዝበዝሖ ዝኾነ ሰብ ዘይደልዮ መሬት ኣሊሸን ኣጉዶአን ክሃንጻ ጀመራ። እተን ኣዋልድ በብእዳውን ጭቃን ዒባን ኣብኲዐን መናድቕ ደው ከብላ እሾኽ ዝበዝሖ ሓጹር ገይረን መረባ ከኽብባ ንዝረኣየ እዚኤን ተጸሊለን እየን ዝብል ሰብ ኣይተሰኣነን። ንሰን ግን ሕሉፍ ሓሊፍወን ህዝቢ ሳንብሩ ሰሚዕዎ ዘይፈልጥ ኣዋጅ ክእውጃ ተሰምዓ። እዛ መንደር መንደርና እያ። ካብ ሕጂ ዝኾነ ወዲ ተባዕታይ ናብዚ መንደር ክሕወስ ኣይፍቀድን እዩ ዝብል ናይ ጽላለ ኣዋጅ። ቀጺለን ነታ መንደር እሞጃ ዝብል ስም ሂበን ንህዝቢ ምግራመን ቀጸላ። እዘን ዓሰርተ ሓሙሽተ ዝተሰበራ ዝተደርበያ ዝተነጸጋ ደቂ ኣንስትዮ መንደር ሓድነት እትበሃል መስሪተን ብሓባር እንተኾይነን ከም ዘይስበራ ኣሚነን ነቲ ህዝቢ ኣገረመኦ። እዚ ኸኣ ገና ይጅምር ነይሩ። ህዝቢ ሳምብሩ እዘን ደቂ ኣንስትዮ በብሓደ ብጥሜት ተወዲኤን ክሞታ እናተጸበየ ንሰን ግን ዝነበረን ናይ ኢድ ሞያ ተጠቒመን ጥንታዊ ስነ ጥበባት እናሰርሓ ምልክት ጽባቐ ዝኾኑ ብኢድ ዝተሰርሑ ቅርጻ ቅርጺ ንበጻሕቲ ወጻእተኛታት እናሸጣ ህይወተን ክዕንግላ ጀመራ። ህላወአን ውሑስ እናኾነ ምስ ከደ ድማ ካልኦት ብደቂ ተባዕትዮ ዝተገፍዓን በቲ ህዝቢ ዝተፈንፈናን ኣዋልድ ክጽንበረአን ጀመራ። ኣዋልድ እሞጃ ኣብ 2014 ነቋጽሪ ኣውሮፓውያን ቤት ትምህርቲ ሃነጻ። እዚ ቤት ትምህርቲ ግን ንኣዋልድ ሰዓዲ ጥራሕ ዘይኮነስ ህፃናት ኣወዳት እውን ክመሃሩ ከም ዝኽእሉ ኣዊጀን እየን። እቲ ቤት ትምህርቲ ምስቶም ኣብ ጎረባብቲ ዝርከቡ ማሕበረሰባት ዘራኽብ ድልድል ኮይኑ ከዓ ከገልግል ጀመረ። ምክንያቱ እቲ ቤት ትምህርቲ ቀንዲ ዕላምኡ ነቲ ማሕበረሰብ ካልእ መንገዲ ከርኢ ዝዓለመ እዩ ነይሩ። እዛ ኣብ ትሕቲ ጽላል ዘለዎ መዋቕር ማእከል እቲ ዓዲ ዝተሃነጸት ቤት ትምህርቲ ህፃናት ምንባብ ቁፅርን ምጽሓፍን ወሲኹ ምስ ካልእ ዓለም ዝራኸብሉ ቁም ነገር ክትምግቦም ጀሚራ ኣዋልድና ወዳትን ሓደ ዓይነት መጻእን ሓደ ዓይነት ዕድልን ከም ዝግብኦም ክፈልጡ ምግባር ከኣ እቲ ቐንዲ መለለዪ ናይዛ ንእሽቶ ቤት ትምህርቲ ኾነ በዚ ድማ እታ ቤት ትምህርቲ ኣብ ማሕበረሰብ ሳምብሩ ካብ ዘለዉ መዋቕራት እታ ቐንዲ ሱር በተኻዊት ዝኾነት መዋቕር ኮነት። ምክንያቱ ነብሲ ወከፍ ብማዕጾታ ቤት ትምህርቲ ዝሓልፍ ቆልዓ ህይወት ጓል ማለት ማዕረ ክንደየናይ ዋጋ ከም ዘለዎ ክፈልጥን ክርዳእን ተገይሩ እዩ ዝሓልፍ ነይሩ። ጉዕዞ እሞጃ ግን ኩሉ ነገር ቀኒዕዋ ብዘይ ዕንቅፋት ደው ዝበለት ቁሸት ኣይነበረትን። ኣወዳት ሳምብሩ ንእሞጃ ስቒሎም ኣይተቐበልዋን። ካብ ምፍርራሕ ጀሚርካ ክስካብ ዝተደራጀወ ወራራት ኣካይዶምላ እዮም። ኣንስቶም ክምለሳ ዝጠልቡ ሰብኡት፣ ንደቂ ተባዕትዮ ዘይፈርሓ ደቂ ኣንስትዮ ምፍጣረን ዘቖጥዖም ሰብኡት፣ ስርዓት ኣቦታቶም ከቐጽሉ ዝብህጉ መንእሰያት ኮይኖም፣ ሓጹር'ታ ቁሸት ካብ ምፍራስ ጀሚሮም ክሳብ ነታ ናይ ምንቅስቓስ መራሒት ዝኾነት ርብቃ ምጭዋይን ምፍርራሕን ኣካይዶም እዮም። እንተኾነ እሞጃ ደልዲላ ቀጸለት እምበር ኣይፈረሰትን። ኣብዚ ግዜ እዚ እሞጃ ካብ ዓዲ ንላዕሊ ካብ ቁሸት ንላዕሊ ተምሳሌት ምንቅስቓስ ሰውራ እያ። በቲ ርብቃ ዝሃነጸቶ ምንቅስቓስ ዝተደፋፍኣ ካልኦት ተመሳሰልቲ ጉጅለታት ኣብ መላእ ዞባ ሳምቡሩ ድሮ ክቦቕላ ጀሚረን ኣለዋ። ጉጅለ ናቻሚ ድማ ሓንቲ ካብኣተን እያ። ናቻሚ ማለት ፍቕሪ ማለት እንትኸውን ኣብዚ ጉጅለ እዚ ኸኣ ደቂ ተባዕትዮ በቲ ሕጊ ናይ ናቻሚ ተገዚኦም ክነብሩ እንተኽኢሎም ምስአን ክነብሩ እትፈቅድ ዓይነት ጉጅለ እያ። ካልኦት በዓል ሱፓላከ ዝበሃል ጉጅለ እውን ተፈጢረን ንደቂ ኣንስትዮ ካብቲ ናይ ህዝቢ ሳምቡር መቑሕ ናጻ ምግባረን ቀጺለን ኣለዋ። እተን ሰለስተ ዓመጻ ጥራይ ተገፊዐን ምንባር ካብ ኢደን ተመንጢለን ንጎደና ዝተደርባያ ኣዋልድ ሕጂ ኣብነት ብዙሓት ኣዋልድ ኮይነን ዓርሰን ብዓርሰን ዘመሓድራ ደቂ ኣንስትዮ ፈጢረንን ይፈጥራን ኣለዋ። እዘን ኣዋልድ ክብሪ ማለት ሓደ ሕብረተሰብ ብፍቓዱ ዝበካ ነገር ዘይኮነስ ባዕልኻ ብሓይልኻ ኢድ ማሕበረሰብ ጓዕጺጽካ እትጉልበቦ ጋቢ ምዃኑ ዘርኣያ ጀጋኑ እየን። እዘን ኣዋልድ ሓድነት ማለት ሓሳባዊ ዘይኮነስ ካብ ስቕታኻ ተበራቢርካ ንወጽዓት ተፍርሰሉ ልምዲ ምዃኑ ዘርኣያ ጀጋኑ እየን። እዘን ኣዋልድ ዓዲ ማለት ኣብ ውሽጢ ዘለዉ ሰባት ገለ ትርጉም ክሳብ ዝህብዎ ጭቃን ሓጽሩን ምዃኑ ብግብሪ ዘርኣያ ኣብነታውያን እየን። ቁሸት እሞጃ፣ ቁሸት ሓድነት፣ ብዝተገፍዓ ዓሰርተ ሓሙሽተ ኣዋልድ ተጀሚራ ኣብቲ ንፋስን ሓመድን ዝነፍሶ ቆላታት ኬንያ ዝተመስረተት ቁሸት ንዓለም ገለ ቁም ነገር ሕሹኽ ምባላ ድማ እንዳቐጸለት እያ። ሰላም